ሰላም ነዚ መደብ ትከታተሉ ዘለኹም ኩላትኩም ምሳኹም ዘለኹ መሓሪ እየ ሎም መዓልቲ ብዛዕባ ኮንፊደንስ ርእሰ ተኣማንነት ኢና ክንዛረብ ርእሰ ተኣማንነት ንክትስእን ገይሮምካ ዘለዉ ነገራት ወይ ርእሰ ተኣማንነትካ ሓፍ ከተብለሎም ትኽእል ነገራት እንታይ ክኾኑ ይኽእሉ መብዛሕትኡ ሰብ ምትሓት ርእሰ ምትሓት ርእሰ ተኣማንነት ምስኣን ዝሳቐ ብዙሕ ሰብ ኣሎ ስለዚ ርእሰ ተኣማንነት ከዓ እቲ ቀንዲ ኩሉ ነገር ንክንገብር ዝገብረና እቲ ርእሰ ተኣማንነት ተዘይብልካ ምስ ሰባት ክትረዳዳ ኣይትኽእል ርእሰ ተኣማንነት ተዘይብልካ ኣብ ስራሕኻ ክትዕወት ኣይትኽእል ርእሰ ተኣማንነት ኣብ ርእስኻ ዘይተኣምን እንተኮይንካ ዝጀመርካይ ዕዮ ክትፍፅም ኣይትኽእል ርእሰ ተኣማንነት ዝጎደለካ ሰብ ተደኣ ኮንካ ብናይ ሰባት ኣተሓሳስባ ብናይ ሰባት ኣእምሮ ክጥወ ዝቐለልካ ሰብ ስለ ትኸውን ስለዚ ኣብዚ ርእሰ ተኣማንነት ዝብል ርእስኻ ምእማን ዝብል ነገር ኣብኡ ዓቲብና ኩላትና ክንሰርሓሉ ነዞም ሕጂ ንዛረበሎም ነጥብታት ነዞም ሕጂ ንብሎም ሓሳባት ከዓ ብስነ ስርዓት ክንከታተል ይምሕፀነኩም ንእግረ መንገደይ ናይ 12 ሰሙን ክላስ ኣለኒ እቲ ክላስ ኣብ ርእሰ ተኣማንነትና ክንሰርሕ ኣብ ነብስና ንክንሰርሕ ልዕሊ ሓሳብን ኣእምሮን ክንወጽእ ልዕሊ ሓሳብን ስምዒትን ክንወጽእ ኣብ ኣእምሮና ንክንነግስ ስለ ዝገብረና ርእሰ ተኣማንነት ዘለና ሰብ ኮይና ክንቅጽል ስለ ዝገብረና ኣብቲ ክላስ መጺኹም እውን ክትመሃሩ ትኽእሉ ኢኹም ቴሌፎን ኣብ ላዕሊ ክገድፈልኩም እየ ብዋትሳፕን ብቴሌግራምን ደው ኢልኩም ክትሓቱኒ ትኽእል ኢኹም ክትምዝገቡ ትኽእል ኢኹም ስለዚ ንሎማዓንቲ ኣዝዮም ርእሰ ተኣማንነት ዘለዎም ሰባት ጥራይ ዝጥቀሙሎም ሓረጋት እንታይ ይኮኑ ኾኑ ኣቐዲመ ግን እቶም ኣብዚ ቻነል ሳብስክራይብ ዘይገበርኩም ሳብስክራይብ ዘይገበርኩም ሕጂ እውን ሳብስክራይብ ጌርኩም ነዚ ቪድዮ ክትርእይዎ ይምሕፀነኩም ናብቲ ቪድዮ ከብለኩም ርእሰ ተኣማንነት ማለት ንስኻ ዘይምምሳል ጠራዕራዕ ምባል ዘይኮነ ርእሰ ተኣማንነት ማለት ነብስኻ መሲልካ ክትቀርብ ከለኻ እዩ ልክዕ ንስምኻ መሲልካ ክትቀርብ ከለኻ እቲ ዘለካ ጸጋታት ብግቡእ ክትጥቀመሉ ከለኻ ኣብ ቅድሚ ሰብ ክትቀርብ ከለኻ ከዓ ትተሪኦ ኣክሽን ትተሪኦ ተግባር እቲ ተግባርካ ንባዕሉ ርእሰ ተኣማንነትካ ገልጸልካ ክእል እዩ ስለዚ ሓደ ሰብ ርእሰ ተኣማንነት ኣለዎ የብሉን ካብ ኣዘራርቡ ወይ ካብቲ ዘርእዮ ተግባራት ክትፈልጦ ትኽእል ኢኻ ስለዚ ኣዝዮም ርእሰ ተኣማንነት ዘለዎም ሰባት ጥራይ ዝጥቀሙሎም ሓረጋት ኣለዉ ርእሰ ተኣማንነት ዘለካ እተኮይንካ ንዕኦም ነዞም ሓረጋ እዚኦም ኢኻ ትጥቀም ርእሰ ተኣማንነት ዘይብልካ እተኮይንካ ግን ነዞም ነገራት እዚኦም ክትገብር ምጀመርካ ብልክዕ ንእንታይነትካ ወይ ውሽጣዊ ስምዒታትካ ከምፅልካ ዝኽእሉ ርእሰ ተኣማንነትካ ከዕቢልካ ስለ ዝኾኑ ነዞም ሓረጋ እዚኦም ክትጥቀም ክትጅምር ኣለካ። ቀዳማይ፣ ኣይፈልጦን እየ ምባል። ኣዝዮም ርእሰ ተኣማንነት ዘለዎም ሰባት ነቲ ክፈልጥዎ ዝደልዩ ነገር ወይ ነቲ ክመሃርሉ ዝደልዩ ነገር ኣይፈልጦን እየ ዝብል። ገለ ሰብ ግን ገለ ፈላጥ ኣይኮነን ክብለኒ፣ ገለ ክጸርፈኒ፣ ገለ ክንዕቐኒ ስለ ዝብል ነቲ ዘይፈልጦ ነገር ብሃንደበት ወይ ብዘየፍልጦ ክምልሶ ይፍትን እሞ ዝገደደ ርእሰ ተኣማነት ከም ዘይብሉ የፍልጦ ማለት እዩ ርእሰ ተኣማነት ዘለዎ ሰብ ግን ካበይ መፅዩ እዚ ነገር እዚ እንታይ እዩ ኣይፈልጦን እዩ ቅድሚ ሕጂ ሰሚዐ ዘይፈልጥ ኣበይ ተማሂርከዮ እስከ ንገረኒ እስከ ረዳኣኒ ኣፍልጠኒ ዝብሉኻ ሰባት ኢገር ዝኾኑ ሃንቀውታ ዘለዎም ንክፈልጡ ሰባት እዚኦም እቶም ርእሰ ተኣማነት ዘለዎም እዮም እቶም ኣዝዮም ርእሰ ተኣማነት ዘለዎ ሰባት እዮም ዘይትፈልጦ እንተኾይንካ ኣይፈልጦን እየ ምባል ዝያዳ ንኽትመሃር ዝያዳ ንኽትዓቢ ስለ ዝገብረካ ኣይፈልጦን እየ ምባል ንላመድ ንዘይንፈልጦ ኣይፈልጦን እየ ካልኣይ ከዓ ተጋግየ ምባል ኣዝዮም ርእሰ ተኣማንነት ዘሎም ሰባት ተጋግየ እዮም ዝብሉ እንተደኣ ተጋግዮም እንተደኣ ጌጋ ስራሕ ሰሪዮም ተጋግየ ኢሎም ሓላፍነት ዝስከሙ ሰባት እዮም ርእሰ ተኣማነት ዘይብሉ ሰብ ተኮይኑ ግን ተጋግየ ኣይብልኒ ትሕትና ክስምዓኒ እዩ ክሰዓርር ኣይኮንኩን ክስዕሩን እዮም ከምኡ እንተኢለ ናይ ድኹማት ኣተሓሳስባ ናይ ድኹማት ኣካይዳ ኢልካ ስለትሓስብ ተጋግየ ምባል ኣዝዩ ከብዶ ሰብ እዚ ከዓ ጉድለት ርእሰ ተኣማንነት እዩ ኣብ ሓዳር እንተድኣ መጺና ሕጂ ንሓደ ዝገበርካዮ ስራሕ ተጋግየ ይቕሬታ ግበርለይ ይቕሬታ ግበረለይ ኢልካ ሓላፍነት ክትወስድ ዘይምኽኣል እዚ ሕጂ ርእሰ ተኣማንነት ምጉዳል እዩ ኣብ ክንዲ ንዝገበርካዮ ጌጋ ንዝገበርካዮ ሕማቕ ነገር ካቨር ክትገብር ክትሽፍን ምክንያት ኣምጽኻኖ ከምዚ እኮ እያ ነኮ እዚኣ ገይረ ዲኻ እሞ እዚኣ ጌርኪ እዚኣ ገይረ ዲኺ ከምዚ ትብል ዘለኺ ነዚ ገይረ ዲኻ እሞ ከምዚ ትብል ዘለኻ ኢልካ ኣብ ክንዲ ክትሽፍን ድፍን ድፍን ከተብሎ ኣብ ክንዲ ትፍትን ተጋጌ ሶሪ ኣይትሓዘለይ ሶሪ ኣይትሓዘለይ መፃእ ግን ክዕርየ መፃእ ግን ከምኡ ጌጋ ኣይፍፅምኒ ኣጆኺ ኣብ ጌጋይ ተማሂረ ኣለኹ ኣብ ጌጋይ ተኣሪመ ኣለኹ ክትብል ከለኻ ርእሰ ተኣማንነት ዘለካ ሰብ ኮንካ ኣለኻ ማለት እዩ ኣዝዮም ርእሰ ተኣማንነት ዘለዎም ሰባት ሓንቲ ጌጋ ምግባሮም ንርእሰ ተኣማንነቶም፣ ንጥበቦም፣ ንፍልጠቶም የፍርሶ እዩ ኢሎም ስለ ዚኣምኑ ነቲ ዝገበርዎ ጌጋ ቀልጢፎም እዮም ዝእርምዎ፣ ቀልጢፎም ከኣ ሓላፍነት ይወስድሉ። ርእሰ ተኣማንነት ዘይብሉ ሰብ ተኾይኑ ግን ኣብ ሸንኮለል እዩ ዝሕልፍ። ኖ ነዚኣ ነገር እዚኣ ሞይናይ ተተዓባብያ ንምንታይ እሞ ከምዚ ትገብር እዚኣ ሞይነይቲ ኮይና ነዚኣ ሰሪሐ ዲኻ እሞ ከምዚ ትኹሪ ዘለኻ ከምዚ ትዛረብ ዘለኻ ኢሉ ካብቲ ሓላፍነት ዝሃድም ርእሰ ተኣማንነት ዘይብሉ ብርእሰ ምትሓት ዝሳቐ ሰብ ተደኣ ኮይኑ ኩሉ ግዜ ኣብ ሸንኮለሊ ዝነብር ተጋጊ ክብለካ ኣይደልን እዩ ስለዚ ተጋጊየ ነዚ ነገር እዚ ድሕሪ እጂ ኣይደግሞን እየ ኢልካ ካብቲ ጌጋኻ ክትመሃር ምኽኣል ናይ ኣዝዩ ርእሰ ተኣማንነት ዘለዎም ሰባት እዩ ምናልባት ርእሰ ተኣማንነት ዘይብልና ተዳ ኮይና ኣብ ከምኡ ሸንኮለን ንነብር ሰባት ተዳ ኮይና ንሕና እውን ንጠቐመሉ እቲ ሳልሳይ ከዓ ነው ምባል እዩ ሓደ ካብቲ ኣዝዮም ርእሰ ተኣማንነት ዘለዎም ሰባት ዝጥቀምሉ ኖ ምባል እዩ ኖ ትብል እንተ ኮይንካ ኤነርጂኻ ግዜኻ ምስ ሰባት ዘለካ ባውንድሪ ምስ ሰባት ዘለካ ዶብ መን እዩ ዘገድሰካ ምስ መን ተኸትካ እዩ ዝሕሸካ ከኺደካ ስለ ዝኽእል ኣብ ሂወትካ ኖ ምባል እንተ ተላሚድካ ዝበለጸ እዩ መብዛሕትኡ ሰብ ብዘይ ፕላን እዩ ዝኸይድ ሓደ ሰብ ተዳ ረኺብካ ሻይ ደንስቲ ሓደ ሓደ ደንበል ተይልካ ከይተቐይሞ ኢልካ ብዘይ ፕላን ኦኬ ትብሎ ሽዑ ንፅባሒቱ ሓሚመ እንዴ ገንዘበይ እንደ ጠፍኤ ግዜ ኣጥፍኤ ኢልካ ክትሓምም ትረአ ኣብዘይ ፕላንካን ኣብዘይ ፕሮግራምካን ብዘይ ሕልሚ ብዘይ መደብ ስለ ዝኸትካ ትማልስ ከምዚ ክገብር ኣይነበረኒ ኣብዘይ ፕሮግራም የትኒ ክልኣ ክረኽቦ ኣይነበረኒ ስቑ ኢሉ ሰብ እዚ ከዓ ገለ ኢልካ ሽዑ ንነብስኻ ሽዑ ከማን ሓላፍነት ናይ ነብስኻ እንደ ትወስድ ነቲ ሰብ ብልም ክትገብሮ ጅምር ኖ ናትካ ይትፀገም እቲ ዝገበርካዮ ጌጋ ናትካ እዩ ነቲ ሰብ ደሓን ጽባሕ ክንገብሮ ንኽእል ኢና፣ ድሕሪ ሰሙን ክንቋጸር ንኽእል ኢና፣ ሕጂ ግን ፕራን ኣለኒ፣ ስራሕ ኣለኒ፣ ዝሰርሖ ስራሕ ኣለኒ ክትብል ኣለካ። በጋጣሚ ስለተራኸብካ ማለት ወይ ስለተራኸብካ ግድን ብሓንሳብ ሻ ክሰትለካ ማለት ኣይኮነ ቆፀራ ጌርካ ትፈላለ ትኽእል እያ ግዜ ምስ ረኸብካ ከዓ ኣብ ፕሮግራምካ ኣብ ሰዓትካ ነቲ ነገር ትሰርሖ እዚ ሕጂ መብዛሕትኡ ኣብ ዕርክነት ኣብ ማሕበራዊ ጉዳይ ዘጋጥም እዩ ብዘይ ፕላንካ ብዘይ ፕሮግራምካ ሻሂ ክሰቲ ኢልካ ዝኣተኻ ቢራ ቢራ ክሰቲ ኢልካ ዝኣተኻ ኣልኮላዊ መስተ ሓንቲ ሰዓት ኢልካ ዝኣተኻ ክልተ ሰዓት ክልተ ሰዓት ኢልካ ዝኣተኻ ናይ ምሕዳር መደብ ትገብሮ ሓንሳ ሓንሳብ ናብራ ከለካ ሓዳር ከለካ ንበዓልቲ ቤትካ ከይደወልካ ከይነገርካ ሙሉለይት ተምሲ ክላ ክተፋ እንክላ በዓላ ትፈልጥ እጅ ርእሰ ተኣማንነት ስለ ዘይብልካ ርእሰ ተኣማንነት ተተሃሊካ ግን ኦኬ እቲ ፕሮግራም ተወሲድካ ኣለካ ምሽ ድውል ኣቢልካ ምስ ገለ ዓርከ ረኪበዮም ኣለኹ እሞ ከምስ እየ ክንዲዚ ሰዓት ክፀንሕ ብፕላን ክንደይ ሰዓት ኢኻ ትፀንሕ ዓሰርተ ሰዓት ክልተ ሰዓት ሰለስተ ሰዓት ፍርቂ ሰዓት ክንደይ ክትፀንሕ ምዃንካ ብስነ ስርዓት ትሕብር ማለት እዩ ኮንትሮል ኣይኮነን እንተ ደዊልካ ከምስየ ኢልካ ንበዓልቲ ቤትካ ከምስ ስለ ዝኾንኩ ኣይትፀበየኒ ከምስ ስለ ዝኾንኩ ደቅሲ እንተኢልካያስ ኮንትሮል ከይመስሎም ኣዕሩኽተይ ከይንዕቑኒ ኣዕሩኽተይ ኮንትሮል እያ ትገብሮ ኩሉ ነገር እዩ ዝሕብራ ከይብሉን ኢልካ ርእሰ ተኣማንነትካ ተጥፍእ ኣለኻ ማለት እዩ ካብቲ ቀዳማይካስ ዳሕራይካ ኖ ክትብሎ ዝግባእካ ብዘይ ፕላን ኣቲኻ ድሕሪኡ ኸኣ ነቲ ናቶም ሓሳባት ከኣ ኖ ክትብሎ ግባእካ ነይሩ ስለዚ ካብ ፕሮግራምካ ካብ ፕላንካ ዘውፃካ ነገር እንተ ኮይኑ ኖ በል ድሕሪኡ ዝመፅእ ነገራት ከኣ ከም ኣጋጣሚ እንተ ግዜ ሃሊካ ጀሚርካ ከኣ ነቲ ዝምልከቶ ሰብ ነቲ ክሕበሮ ዘለዎ ሰብ ኣቐዲምካ ትሕብሮ ጅጅ ኮንፊደንት ሰብ ምዃንካ ዝነግር እዩ እቲ ሰብቲ ዝብለካ ንዕኡ ምልከት ንባዕሉ ርእሰ ተኣማነት ዘይብሉ እንተኮይኑ ከምዚ ክንብሎ ፀናሕና ኣሉታዊ ነገራት ክስምዖ ክእል እዩ ወይ ክብል ይኽእል እዩ ብቃሉ ተዘይበለ እውን ኣብ ውሽጡ ምስ ካልኦት ሰባት ክዕልል ይኽእል እዩ ናቱ ምርጫይ ናቱ ካይዳ ይሱ ንስኻ ግን ርእሰ ተኣማነት ዘለካ ሰብ ስለ ዝኾንካ ኣብ ነብስኻ ትኣምን ሰብ ስለ ዝኾንካ ነቲ ዝመጽእ ሓላፍነት ወሲድካ ትኸይድ ሰብ ክትከውን ኣለካ። ስለዚ ኖ ምባል ንላመድ። ርእሰ ተኣማንነት ዘለዎም ሰባት ዝገብርዎም ተግባራት ንሰባት ምድናቕ እዩ። ሓደ ሰብ ርእሰ ተኣማንነት ዘለዎ እንተ ኮይኑ ንሓደ ጽቡቕ ዝሰርሐ ሰብ ጽቡቕ ዕዮ ዝዓየየ ሰብ ብጣዕሚ ንፉዕ ኣድኒቐካ ኣጆኻ ቀጽሎ ዝብል ተደኣ ኮይኑ ርእሰ ተኣማነት ዘለዎ እዩ ርእሰ ተኣማነት ዘይብሉ ተደኣ ኮይኑ ብርእሰ ምትሓት ዝሳቐ ሰብ ተኮይንካ ኣይ እንታይ ሞይ ናይ ስራሕ ኮይኑ ኣይ ናይ ስራሕ እሞ ሰሪሕ እዩ እንታይ እሞ ፅቡቕ ኮይኑ እዩ እቲ ዝገብሮ እቲ ቪድዮ ዝቐድሖ እሞ ናይ ፅቡቕ ኮይኑ እዩ ክላ ኣነስ ዘይስሕበኒ ከዓ ክስታ እዩ ዘረብኡ ዘይስሕበኒ ትምህርቱ ዘይስሕበኒ እንዳበለ ሰባት ክነቅፍ ዝውዕል ኣብ ነቐፌታ ጥራይ ዝርከብ እሞ እስኻ እንዶ ስርሓዮ እስኻ እንዶ ጀምሮ ክበሃል ከሎ ከዓ እቲ ነገርቲ ውፅኢት ዘይህብ ወይ ውፅኢት ዘይብሉ ምዃኑ ካብ ዜሮ ተበጊሱ ሰባት ብሌም ክገብር ዝውዕል እንተ ኮይኑ ብርእሰ ምትሓት ዝሳቐ ሰብ እዩ ስለዚ ርእሰ ተኣማንነት ዘለዎም ሰባት እሶም ሓፍ ኢሎም ሰባት ከዓ ሓፍ ንኸብሉ ዝፅዕሩ ሰባት እዮም ስለዚ ርእሰ ተኣማንነትካ ሓፍ ከተብል ተጣ ደሊኻ ርእሰ ተኣማንነት ዘለካ ሰብ ክትከውን ተጣ ደሊኻ ሰባት ክሰርሑ ከለዉ ሰባት ክዓብዩ ከለዉ ሰባት ክልወጡ ከለዉ ዋው ግሬት ብጣዕሚ ፅቡቕ ፅቡቕ ስራሕ ሰሪሕኻ ክትብሎም ከለኻ ንዓኻ ውሽጥኻ ዝስምዓካ ፊሊንግ ከዓ ወይ እቲ ኣብ ውሽጥኻ ዘሎ ከዓ ርእሰ ተኣማነት ሕጂ ምፅኻ ሕጂ እስኻ ከዓ ንፉዕ ኮንካ ክብለካ ስለ ዝጅምረ እምሮኻ ናብቲ ሶም ዝኸድዎ ዘለዉ መድረኽ ናብቲ ሶም ዝኸድዎ ዘለዉ ኣንፈት ክትከይድ ክትጅምር ኢኻ ብፍላይ ኣብ ሓዳር ኣብ ናብራ ተዳርኢናኻ በዓልቲ ቤትካ ትገብሮ ብፍላይ ቶም ሰብኡት በዓልቲ ቤትካ ትሰርሖ መግቢ በዓልቲ ቤትካ ተፍልሓ ቡን በዓልቲ ቤትካ ትሰርሓ ሻሂ ኩሉ ግዜ ክተድንቐላ ከለኻ ርእሰ ተኣማንነትካ ሓፍ ዝበለ ኣብ ናብራ ካብ ሓዳርካ ብርእሰ ተኣማንነት ትኸይድ ሰብ ምዃንካ ዘርኢ ማለት እዩ ተዘይኮይኑ ግን ርእሰ ተኣማንነት ዘይብልካ ሰብ ተኾይንካ ግን ክላእ ሎሚ ከ እንታይ ክሰሪሕኩ ጋለይ ሎሚ ከዓ ከምዚ ክጌርኪ ኣይ እዚ መግቢ እዚ ከዓ ነዚኣ እዚ እንጀራ ዝፀላእኹ ዝባኒ ዝፀላእኹ እዛ ቡን እዚኣ ከዓ ክትፅላእካ ስቕ ኢልካ ብሰዓታ ገለ እንዳበልካ እንተ ብሌም ትገብራ ኮንካ እንተ ከተትሕታ ትፍትን ኮንካ ስብእና ኣይኮነን እዚ ጅግንነት ኣይኮነን እንታይ ደኣ ርእሰ ምትሓት ስለ ዘለካ ርእስኻ ስለ ዘይትኣምን እዩ ስለዚ ኣብ ናብራና ኣብ ገዛና ኣብ ደገ ኣብ ማሕበራዊ ህይወት ኣብ ኩሉ ህይወትና ንጥቀመሉ እዚ ንሰባት ሓፍ ምባል ንሰባት ምንኣድ በቲ ልክዕ በቲ ዝሰርሕዎ ነገር ምንኣድ ንጠቐመሉ ኣብ መወዳእታ ኣዝዮም ርእሰ ተኣማንነት ዘለዎም ሰባት ዝጥቀምሉ ሓረግ ንነብሰይ ኣዝየ ዝፈትዋ ምባል ኣይ ላቭ ማይሰልፍ ነብስኻ ከም ትፈትዋ ትገልጽ ተደኣ ኮንካ ንነብስኻ ከዓ ኣዚኻ ተፍቅራ ትፈትዋ ተደኣ ኮንካ እዚ ናይ ፍጹም ርእሰ ተኣማነት ዘለዎም ሰባት እዩ ርእሰ ተኣማነት ዘይብሉ ሰብ ተኮይኑ ግን ኩሉ ግዜ ንነብሱ ምስ ነቐፈ ንነብሱ ምስ ኣዋረደ ወይ ኣነስ ክሓምቕ ኣነስ ወደይ ከመይ ዝበሉኒ ኣነስ እንታይ ደገበሩ ክሕሸኒ ክፅላእካ ዝነብሰይ እዚ እግረይ ከምዚ እዚ ገፀይ ከምዚ እዚ ካዳድናይ ናተይ ስክውዝል እዚ ኣሰራርሓይ ደስ ዘይብለካ ኣነስ ብኻ ዘይተፈጠርኩ ገለ ኢሉ ንነብሱ ሙሉእ መዓልቲ ክፀርፋ ዝውዕል ሙሉእ መዓልቲ ክነቕፋ ዝውዕል ሰብ ተዳ ኮይኑ እዚ ፈፂሙ ርእሰ ተኣማንነት ዘይብሉ ሰብ እዩ ፈፂሙ ኣብ ብርእሰ ተኣማንነት ብምስኣን ወይ ብነብሰ ምትሓት ዝሳቐ ሰብ እዩ ጌጋታት ክንፍጽም ንኽእል ኢና፣ ክንጋገ ንኽእል ኢና። ጌጋታት ኣብ ዝህልወሉ ግዜ ግን ካብቲ ጌጋ ከመይ ኢልካ ትትስእ ከመይ ኢልካ ተዕርዮ ነቲ ነገርቲ ባ ድሕሪ ጂ ነዚ ነገር እዚ ይደግሙኒ ባ ብቀደሙ ዶ ኣነ ደ ሕማቅ እየ ገለ እንዳበልካ ንነብስኻ ተዋርዳ ተዳ ኮንካ ግን ርእሰ ተኣማንነትካ መሊስ እዩ ንታሕቲ ኸይድ ስለዚ ርእሰ ተኣማንነትካ ሓፍ ክብል ተዳ ኮይኑ ንነብስኻ ኣፍቅራ ልክዕ ከምቲ ንካልኦት ለዋሃት ንኾነሎም ከምቲ ንካልኦት ነፍቅሮ ንነብስና ከኣ ከነፍቅራ ኣለና ካብ ነብስካ ምስ ኣፍቀርካ ኢካ ኮንፊደንስ ዝመጸካ ርእሰ ተኣማንነት ዝመጸካ እቲ ሎሚ ዝገበርካዮ ጌጋ ካልኦት ሰባት እውን እጋገይዎ ህልው እዮም ብዙሓት ሰባት ይጋገይዎ እዮም ብዙሓት ሰባት ተጋግዮም ከዓ ናብቲ ዝደለይዎ መድረኽ መፅዮም ኣለዉ እስኻ ጥራይ ኣይኮንካን ትጋገዮ ዘለኻ ወይ እስኻ ጥራይ ኣይኮንካን ነቲ ጌጋ ትፈፂምካ እቲ ጌጋ እቲ ማንም ሰብ ፈፂሞ ማንም ሰብ ፈፂምዎ ኣብቲ ዝደለዮም ደረጃ በፂሑ ኣሎ እስኻ ከዓ ናውቲ ናቶም ደረጃ ናብቲ እሶም ዝበጽሕዎ ትበጽሕ ተኮይንካ ቀዲምካ ንነብስኻ ክተፍቅር ኣለካ ነብስኻ ፍቅርኻ ክትገልጸላ ኣለካ እቲ ጌጋት ኸዓ ተራ ጌጋ እዩ ማንም ሰብ ዝገብሮ ስለ ዝኾነ ኮንፊደንስካ ዘስእን የብልካን ንነብስኻ ሕማቐ ኣነ ይጠቅም ነየነስ ኣይሰርሕ ነየ ይረብሕ ነየ እንዳበልካ ብሌም ዘግብር ወይ ዘንቅፍ የብልካን ርእሰ ተኣማነት ዘለካ ሰብ ክትከውን እንተ ኮንካ ንነብስኻ መዓልታዊ መዓልታዊ ሙሉ መዓልቲ ከም ትፈትዋን ከም ተፍቅራን እንዳገለጽካላ ክትከይድ ከለኻዩ ነብስና ከነፍቅረሉ ንኽእል ኣብ ርእስና ክንሰርሓሉ ንኽእል ልዕሊ ሓሳብን ልዕሊ ስምዒትን ወፂና ነእምሮና ኮንትሮል ንገብረሉ ድንቂ ዝኾነት ናይ ዓሰርተ ክልተ ሰሙን ክላስ ይህብ ኣለኹ ሕጂ ናይ ቀዳም ምዝገባ ተጀሚሩ ኣሎ ነፍሲ ወከፍ መዓልቲ ኩሉ ግዜ ክላስ ተምሃሮ ኣለውኒ ስለዚ ናይ ቀዳም ክላስ ተጀሚራ ኣላ ሕጂ ኣብዚ ላዕሊ ብዝፅሕፈልኩም ቁፅሪ ቴሌፎን ብዋትሳፕ ብቴሌግራም ተመዝጊብኩም ነቲ ክላስ ጆይን ክትገብርዎ ትኽእሉ ኢኹም ስለዚ ነዚ ትምህርቲ ከይሓልፈኩም ብፍላይ ቶም ካብ ሶኒ ክሳብ ዓርቢ ኣብ ስራሕ ዘለኹም እታ ናይ ቀዳም ናይ ወይ ናይ ሰንበት ክላስ ኣዝያ ንዓኹም ዝበለፀት ስለ ዝኾነት ንእግረ መንገደይ ክሕብረኩም ኢለ መፅየ እዛ ቪድዮ ክጠቕመኩም እንዳተስተስፈኹ ምሳኹም ዝፀናሕኹ ሓውኹም መሓርየ ኩሉ ሰሰናዩ ይምነየልኩም ብሩኽ ቅነ ብካልእ ቪድዮ ብካልእ ትሕዝቶ ክንራኸብ ኢና ተሓንቀኒ